ገንዘብ ምውፃእኻ ለይተርፍ ከምዚ ጥልል ዝበለ ንብረት ጨለ ለዳሕራይ ለለ እናስሓካ ማለት እዩ ቕርሺ ካለ ተቐማጭ እዩ ዝኾነልካ ስለዚ ከምዚ ጥልል ዝበለ ንብረት ጨለ ንዕረ ንርኣያ ናይ ሽዱሽተ ወርሒ ደመወዘይ ኣበይ ሃም ለውዓልክዎ ንዕረ ንርኣያ ግን ደሞ ተቐማጭ ቕርሺ ተቐማጢ ስለ ዝኾነ ማለት እዩ ኣየናስሐኒ ብጣዕሚ እየ ደስተኛ ግን ንዕመረኣያ ኣበይ ከም ዝበፅሐ ወርቂ ማለት እዩ ሰላም ሰላም ህያባተይ ከመይ እኒኹም ለይሕዋተይ ማዕረይ ዳሕና ድኹም ኣነ ሰላም እየ በእውነት ከምቲ ኣነ ሰላም ዘለኹዎ ሰላም ክትኮንለይ እናተመነኹልኩም ብሩኻተየ እና ከመይ እኒኹም ከመይ ቀኒኹም ኣሕዋተይ ማዕረይ ካብ ዩቱብ ንእሽተይ ጥፍእ ኢለ ብሸበካ ምክንያት እዩ ሸበካ ለተቆሪፀና ዋይ ደቂ መዳም ብለይ ሸበካ እኮ ከመይ ይኽወን ኣነስ ብስሩ እኮ ብለይ ሸበካ ሓንቲ ደቂቃ ዘይፀንሕ ብእውነት ላሞጀን ክውዳእ ቢለየን ዘን ቅርሸዋ ዝሮ ዝሮ ከመይ እኒእኹም ብላይክ ጀምርዋ እዛ ቪድዮ ብላይክ ጀምርዋ ቆንጆ ቪድዮ ሒዘልኩም መፅ ሎማዓንቲ ማለት እዩ ሎማዓንቲ ደስ ይልኒ እኒኣ እናምሳይ ደስ ይበልኩም ህያባተየይ ራይዋታይ ሃምል ገዛእኹም እና ሮሞዳን እና ዝሰራሕኻዮ ጠራቕም ኣቢልካ ራእያ እንታይ ሃምሉ ገዛእኹ ከመይ ሓፍትኺ ንቕርሺ ሴቭ ምዃን ዝኣበየክን ማለት እዩ ንዕነ ኣብዚኣ ሴቭ ግበራ ሎሚ ወርቂ ይቕንስ ይውስኽ ይቕንስ ይውስኽ እዩ እኒኦ ግን ደሞ ማለት እዩ ገዚእኻ ለቕሞጥካዮ ወርቂ ብጣዕሚ እዩ ዝጠቅም ብጣዕሚ ብጣዕሚ ካብ መጠን ንላዕሊ ኣብ ሽግርካ ኣብ ዝኾነ ነገር ክገጥመካ ተሎ ብጣዕሚ እዩ ዝጠቅ- ዝጠቕመካ ወርቂ ማለት እዩ በተለይ ከዚ ንእሽተይ ውርድ ኢሉ እዩ ዝኒኦ እና ኣሕዋተየ ቅርሽኽን ኣብ ጁባኽን ኣይትሓዛ ዋላ ሓንቲ ግራም ድያ ዋላ ክልተ ግራም ድያ ትኹን ግዘ ኣቢልክን ወርቂ ኣብ ጁባኽን ምሓዝ ይበልፅ ማለት እዩ እና ኣነ ዝገዛእኹ እውን ረኣያ ብጣዕሚ ደስ በሃሊ ወርቂ ገዚኤ መፅየ ሎማዓንቲ ዋላ ደኣ ክባር ይኹን እምበይ እቲ ቅርሺ ኣብኡ ስለ ዝቕመጥ ወርቂ ብጣዕሚ እዩ ቆንጆ ቅርሽኻ ሴቭ እዩ ዝኾን ላቤትም ኣይክኸዲ ማለት እዩ እና ኣሕዋተይ ማዓረይ ቕርሽኽን ኣብ ኢድክን ኣይትሓዛ ኣነሲ ሓደ ሓደ ለባማት ኣሕዋትና ኣለዋ ብዙሕ ወርቅታት ላገዛኣ ላጠራቐሞ ይርኢ እሞስ ልምንታይ እንታይ እንደልየን እዩ ለጠራቐሞ ኣሎ ይብሉ ይብል ነይረ ማለት እዩ ለካስ ሓቀን ኣብ ፀገመን እሱ ስለ ልበፅሐለን ቅርሸን ስለ ልበፅሐለን ማለት እዩ ኣሕዋተይ ማዕረይ እናረኣየኦ ብጣዕሚ ደስ በሃሊ ወርቂ እየ ገዚኤ ካብኡ ልዕሊ ማለት እዩ ምስ ረእኹንኦ መርቓለይ በዓል ጥዒናኺ ይኹን በላኒ ኢኽን ኣሕዋተይ ማዕረይ ወርቂ ብጣዕሚ ደስ ዝብለኒ እና ልምነ ነይረ ግን ኸዚ ረኺበ ኣለኹ እና ምሳይ ደስ ይበልክን ኣሕዋተይ ማዕረይ ቅርሽኻ ጥዑም እዩ ደስ ዝበለካ ትገብረሉ ደስ ዝበለካ ዝሮ ዝሮ ቅርሽኻስ ብጉልበትካ ለምፀኻዮ ቅርሽሲ ብጣዕሚ እዩ ቆንጆ ኣሕዋተይ ማዕረየይ እና ራይኤን ዘን ወርቂ እዚኤን ይመስላ ህያባተይ ራይኤን ብጣዕሚ እየን ደስ በሃልቲ። እዚኣ ደግሞ ብራስሌት እያ ናይ ኢድ ብራስሌት ማለት እዩ። በተለይ እዛ ብራስሌት ብጣዕሚ እያ ደስ በሃሊት። እዚኣ ልረኣያ እዛ ልቢ ቅርፂ ለውናይ ብስሞ እያ ብስሞ እያ ብጣዕሚ እያ ደስ በሃሊት። ብኤ ማለት እየ ፅደ ብኤ እየ ኣስሪሐያ ዝናእዝነን ለረአየን ደቀቕቲ እየን ብጣዕሚ እዩ ደስ በሃሊ ጠቕላላ ኩለን ዓሰርተ ሓደ ግራም እየን ዓሰርተ ሓደ ግራም ሽዱሽተ ሽሕ ቅርሺ ማለት እዩ ራየ ሽዱሽተ ሽሕ ቅርሺ እዚ ዕስራን ሓደን ካራት ስለዝኾነ ቢያንስ ክሸጦ ተደልየለ ማለት እዩ በተን ቅርሸን እየ ክሸጠን ራዮ እዚ ኢሉ መሊሰዮ ራዮ ብጣዕሚ ደስ በሃሊ ንእሽተይ ዋሕፅር ኢላ እያ ግን ብጣዕሚ እያ ደስ በሃሊት ማርየ ደስ ዘይብልይ ብጣዕሚ ደስ ይብሉ በእውነት እና ኣሕዋተይ ማዓረይ ቅርሽኽን ኣብ ወርቂ ጎርኦ ረኣዮ ክንደይ እኳ የማዕርገልና ክንደይ ይፅብቕ በእውነት ሶልካ እኳ ከውልዕ ትብል ከም ፀሓይ እና ኣሕዋተይ ማዓረይ ልሰራሕኽንኦ ቅርሺ በጃኽን ልክን ኣይትዘርዝራ ኣነ ማለት እዩ ይፈልጥ እየ ሓንቲ ቅርሺ ሓንቲ ርያል ልሰኣንኩላ መዓልቲ ስለ ልፈልጥ ረዮ እዚኣ ተተልየኒ ነይራ ኣብታ ዝሰኣንኩላ ሰዓት ግን ማለት እዩ ሽው ጠቢልካ ደስ ዝበለካ ትገብር ኣብ ፀገምካ ማለት እዩ እና እዚ ቁሙጥ ቅርሺ ስለዝኾነ ወርቂ ብጣዕሚ እዩ ቆንጆ ራያ ዛዛ ብራስለይትለ ደስ ክትብል ህያባተየ እንኣሕዋተየ ቅርሽኽን ኣሕዋተይ መዓረይ ዋላ ሓንቲ ግራም ድያ ዋላ ክልተ ግራም ድያ ትኹን ማለት እዩ ኣብዚኣ ሴቭ ግበራኣ ኣነ ከዚ ልሊ ስራሕ ክውን ገዲም ስቑ ኢለ እዩ ወርቂ ላኸድኩ ክገዝእ ቅሙጥ ቅርሺ ስለዝኾነ ደሞ ወርቂ ማለት እዩ ላወሰኸ እዩ ልኸድ ላወሰኸ ላወሰኸ ላወሰኸ ስለልኸድ ቢያንስ ብዙሕ ክስፊ ኢኻ ትረኽበሉ ካብ ወርቅስ ብዙሕ ኽስቢ እዩ ልረከብ ኣሕዋተየ እና በጃኽን ለክን ክዳን ኣይትግዛኣ ክዳን ምንም እዩ ጥቕሚ ለይብሉ ብእውነት በተለይ ናይ ስዑዲ ክዳውንቲ ሳብ ዓዲ ከይዱስ ምንም እዩ ትርጉም ለይብሉ እና ክዳውንቲ ኣይትግዛኣ ገንዘብክን ኣብ ወርቂ ሴቭ ግበረኦ ወርቂ ግን ኣብ ፀገምካ ይበፅሐልካ ኣብ ደለኻዮ ነገር ያዕኒ ዝኾነ ነገር ተኾንካ እዛ ወርቅኻ ነዛን እዝኒ ድያ እዛን ዝኾነት ሽውጥ ኣቢልካ ኣብ ዝኾነ ነገር ኣብ ዝፀገመካ ሰዓት እሱ እዩ ልበፅሐልካ እና ኣሕዋተይ ማዓረይ ቅርሽክን በጃክን ለክን ኣይትዝርዝራ ኣነ ቅርሸይ ሱቅ ኢለ እየ ልዝርዝር ነይረ ሱቅ ኢለ እየ ልዝርዝሮ ብሱሩ ሴቭ ገይረ ይፈልጥ እየ ሒዘ ኣይፈልጥ እየ ሀዚ ግን ኩሉ ነገር ተረዲኡኒ ኩሉ ነገር ተሰሪፁኒ ኣሕዋተይ ማዓረይ ቅርሽካ ረኣዮ ቀስ ብቀስ ከምዚኣ ላገበርካ ብያነስ ተቀሚጥካየን እዚ ከዚ ብጣዕሚ ብጣዕሚ እዩ ቆንጆ። ኣይትኸስሪ ብያንስ ገንዘብካስ ቁሙጥ እዩ እኒኦ እና ኣሕዋተየ ራኣየን ዘን ወርቂ ብጣዕሚ እየን ደስ በሃሊ ደሞ ከዚ ለልሰራሕኽዎ ማለት እዩ ወርቂ ላገዛእኹ እየ ከቅምጥ ብሱሩ ይብለክን ኣለኹ ስለዚ ኣሕዋተይ ናይ ሎማዓንቲ ቪድዮየ ፈቲኽንኦ ክትኮና እርግጠኛ እየ ከም ትፈትይኦ ደሞ ብሩኻተየ ደለይቲ ፅቡቀይ ደለይቲ ደስታየ ምሳይ ተደስታ ምሳይ ተሓጎሳ ወርቂ ብጣዕሚ እዩ ደስ ዝብለኒ በእውነት ንኣሕዋተይ ማዓረይ ምሳይ ደስ ይበልክን ምሳይ ተሓጎሳ ይብለክን ካብኡ ለለ ምርቃትክን ኣብ ኮመንት ብሩካተየ እና ብካሊእ ቪድዮ ክስካብ ንራከብ ስሰናዩ ንዓኩም ዳሕና ኩኑለይ ደሞ ግን ላይክ ከይትርስዕኩም እዛ ቪድዮ ላይክ ገርክምዋ ውፅኢኩም እና ስለኩሉ ነገርኩም ብጣዕሚ የለመስግነኩም የቀንየለይ ለይብለኩም ባይ ባይ ሰላምኩም ብዝሕዝሕ ትርፍርፍ ይበለለይ ኣሕዋተይ ማዓረየ ሰሰናዩ ናዓኹም።